ኣብ ዝተፈላለየ ሸነኽ ናይ ዓለም ኮንኩም ምስ ሰዓት እዚ ትከታተሉ ዘለኹም ክቡራትን ቅዱሳትን ኣሕዋት ብመጀመርታ ኣብ ዘለኹሞ ናይ እግዚኣብሔር ሰላም ይብዝሓልኩም ይብል ጸጋ ጎይታና የሱስ ክርስቶስ ፍቕሪ ኣምላኽ ከምኡ ድማ ሕብረት መንፈስ ቅዱስ ምስ ኩላትኩም ይኹን ክብሪ ንኣምልኽ ይኹን። ብመጀመርታ ንእግዚኣብሔር ኣቦ ከመስግኖ ይደሊ ነዚ ዕድል እዚ ዝኸፈተለይ ነዚ ነዛ መዓልቲ ዝኾን ጸጋ ነዛ መዓልቲ ዝኾን ምሕረት ደብዝሓልና ስሙ ይባረኽ። ቃል እግዚኣብሔር ክዛረብ ከሎ ኣብ ደጉዓ ኤርሚያስ ከም ዝድብል ቃል ኣሎ ምሕረቱ ኣይተወደአን ሞ ጥራስ ዘይጠፋእናሲ ጸጋ እግዚኣብሔር እዩ ዝብል ቃል እግዚኣብሔር ኣሎ። ብሓቂ ክሳብዛ ሰዓት እዚኣ ዝረድኣና ምሕረት ናይ እግዚኣብሔር ኣምላክና እዩ ምሕረቱ እንታይ ይገብር ኢሉ ኣይተወደእን ኢሉ ስለዚ ምሕረት ናይ ኣቦኻ ምሕረት ናይ ኣቦኺ ምሕረት ናይ ኣቦና እንታይ እዩ ንዘለዓለም እዩ ዝነብር ምሕረቱ ድማ ከምቲ ቃል እግዚኣብሔር ዝብለና እንታይ ብለና ኣይተወደአን ብለና ጥራዝ ዘይጠፋእናስ ጸጋ እግዚኣብሄር ኢሉ። ክብሪ ንኣምላኽ ይኹን። ስለዚ ብመጀመርታ ንእግዚኣብሄር ክባርኾ ይደሊ፣ ንእግዚኣብሄር ከመስግኖ ይደሊ ነዛ መዓልቲ ዝኾን ጸጋ ስለዝሃበና ከምዚ ኢልና ቃል እግዚኣብሄር ክንመሃር ነቲ ብክርስቶስ ዝተገብረልና ሰናይ ነገር እንዳሓሰብና ስሙ ክንባርኽ ውዕለቱ ክንዛረብ ዕቤቱ ክንዛረብ ኣፍ እግዚኣብሔር ክንከውን ዕድል ዳሃበና እግዚኣብሔር ስሙ ይባረኽ። የሱስ ክርስቶስ ትማልን ሎሚ ንዘለኣለም ንስዩ ደጊመ ኣኣብ ዘለኹሞ ናይ እግዚኣብሔር ሰላም ንዓኻትኩም ይኹን ይብል ክቡራትን ቅዱሳትን ናይ እግዚኣብሔር ህዝቢ ሓውኹም እስራኤል የሱስ ክርስቶስ ጎይታ እዩ ሎመዓልቲ ከፅንዖ ዝቐነኹ ወይ ድማ ኣብ ውሽጠይ መንፈስ ቅዱስ ክምህረኒ ዝቐነየ ሓደ ቃል እየ ምሳኻትኩም ሼር ክገብሮ ክመፅየ ዘለኹ ሕፅር ዝበለ ናይ ቃል እግዚኣብሔር ግዜ ክንርኢና ማለት እዩ I believe ድማ ካብቲ ቃል እግዚኣብሔር ንዓኻትኩም ይሃንጸኩም ንዓኻትኩም የበርትዓኩም ኣብቲ ዘለኩም ድማ ምውሳኽ ከም ዝገብረልኩም ድማ ይኣምን ክብሪ ንኣምልኽ ይኹን ምክንያቱ ቃል እግዚኣብሔር ንእግርና እንታይ መብራህቲ እዩ ንመንገድና ድማ ብርሃን እዩ ክብሪ ንኣምልኽ ይኹን ስለዚ ኩሉ ሳዕ ቃል እግዚኣብሔር ክንሰምዕ ኩሉ ሳዕ ቃል እግዚኣብሔር ከነስተንትን ቃል እግዚኣብሔር ከነንብብ ቃል እግዚኣብሔር ክንዛረብ ናይ እግዚኣብሔር ፍቓድ እዩ ኣብ መፅሓፍ ቅዱስ ኣብ መልእኽቲ ጳውሎስ ናብ ሰብ ሮሜ ምዕራፍ 12 እንድሕር ርኢና እንታይ ዝብል ቃል ኣሎ ነቲ ሰናይን ባህ ዘብል ሙሉእ ፍቓድ ኣምላኽ እንታይ ምዃኑ ክትምርምሩ ሲ ብምሕዳስ ሓሳባትኩም እንታይ ግበሩ ኢልና ተለወጥ ኢልና ሪኒው ዮር ማይንድስ ይብሉ ኣብቲ ናይ እንግሊሽ እዚ ከዓ መዓስ ትገብሮ እዩ ዴይሊ መዓልታዊ ትገብሮ እዩ ክብሪ ንኣምልኽ ይኹን እምበር ነዛ ዓለም እዚኣስ ኣይትምሰልዋ ይብለና ስለዚ ናይ እግዚኣብሔር ሓሳብ እንታይ እዩ ነቲ ሰናይ ነቲ ባህ ዘብል ከምኡ ድማ ነቲ ሙሉእ ዝኾነ ናይ እግዚኣብሔር ፍቓድ ክንፈልጥ ቅዱሳዕ ቃል እግዚኣብሔር ኣተሓሳስባና ነብስና ብቃል እግዚኣብሔር ክሕደስ ከም ዘለዎ ቃል እግዚኣብሔር ይምህረና እዚ ከዓ ኣነ ንስኻን ኣነ ንስኽን እንገብሮ ናትና ተራ እዩ እቲ ምልዋጥ ናይ እግዚኣብሔር እኳ ተኾነ እቲ ፍቓድ ግን ናተይን ናትኩምን እዩ ማለት ክብሪ ንኣምልኽ ይኹን ስለዚ ሎሚ ድማ ሕፅር ዝበለ ቃል እግዚኣብሔር ክንርኢና ኣቦ ነመስግነካ ነዚ ዕድል ዝተዝሃብካና ተባረኽ ቃልካ ድማ ብኣይ ሓሊፍካ ንኣሕዋተይ ክትዛረብ ይፅለኹ ለውጢ ምፅናዕ ዕቤት ስለዝኾን ይባርኸካ ኣለኹ ስለዝሃብካና ዕድል ደጊመ ይባርኸካ ብሽም የሱስ ኣሜን ክብሪ ንኣምላኽ ይኹን የሱስ ክርስቶስ ትማሊ ሎሚ ንዘለኣለም ንሱ እዩ ከምቲ ዘቐዲመ ዝበልኩም ሓውኩም እስራኤለ ናይ ሎሚ መዓት ሕፅር ዝበለ ቃል እግዚኣብሔር ንሪኦ እንታይ ዝብል ውዕለት ኣምላኽ ወይ ድማ ደግነት ኣምላኽ ኣውሪ ዝብል ኢና ሒዘልኩም መፅኦ ዘለኹ ምናልባት ነቶም ቃል እግዚኣብሔር መፅሓፍ ቅዱስ ዝሓዝና እንታይ ዝብል ኢለኩም ውዕለት ኣምላኽ ወይ ድማ ደግነት ኣምላኽ ተዛረብ ወይ ከዓ ኣውሪ ዝብል ሒዘ መፅእ ኣለኹም መበገሲ ዝኾነና ኣብ ቀዳማይ ጴጥሮስ ኣብ ምዕራፍ ክልተ ቀዳማይ መልእኽቲ ጴጥሮስ ምዕራፍ ክልተ ካብ ፍቅዲ ትሽዓተ ክሳብ ዓሰርተ ዘሎ መጀመርታ ክንርኢና ብመበገሲ ማለት እዩ ግዜ ኣይወዘልኩም ነ ካብ ክልተ ሰለስተ ምዕራፍ ኣይንርእን ኢና ስለዚ ኣብ ቀዳማይ ጴጥሮስ ምዕራፍ ክልተ ካብ ፍቅዲ ትሽዓተ ከምዚ ድብል ቃል ኣሎ ንስኻትኩም ግና ደግነት እቲ ካብ ጸልማት ናብ ዘገርም ብርሃን ዝጸዋዓኩም ምእንቲ ክትነግሩ እንታይ ኢሉ ደግነት ንስኻትኩም ደግነት ነቲ ካብ ጸልማት ናብ ዘገርም ብርሃን ዝጸዋዓኩም ምእንቲ ክትነግሩ ሕሩይ ወለዶ ናይ መንግስቲ ክህነት ቅዱስ ህዝቢ ጥሪት ኣምላኽ ዝኾነ ህዝቢ ኢኹም ንስኻትኩም ቀደም ህዝቢ ዘይነበርኩም ሕጂ ግና ህዝቢ ኣምላኽ ኢኹም ዘይተመሓርኩም ዝነበርኩም ሕጂ ግና እንታይ ኢሉ ምሑራት ኢኹም ኢሉ ክብሪ ንኣምልኽ ይኹን ኣብዚ ሃዋርያ ካብቶም ሓደ ካብ ዓሰርተ ክልተ ሃዋርያት ናይ ጎይታናን መድሓናን ኢየሱስ ክርስቶስ ተዛረበ ቃል እዩ እንታይ ይብል ኣሎ ንስኻትኩም እንታይ ኢሉ ደግነት ነቲ ካብ እንታይ ካብ ፀልማት ናብ ዘገርም ብርሃን እንታይ ዝገበረኩም ዘእተወኩም ወይ ድማ ደሳገረኩም ደግነቱ ማእታን ክትነግሩ ንስኻትኩም እንታይ ኢኹም ኢልና ሕሩያት ወለዶ ከምኡ ድማ እንታይ ና ካልኣይ ድማ ቅዱስ ህዝቢ ናይ መንግስቲ ካህን ከምኡ ድማ ጥሪት ኣምላኽ ዝኾነ ህዝቢ ኢኹም ብለና ኣሎ ክብሪ ንኣምላኽ ይኹን ብሓቂ እቲ ናይ እግዚኣብሔር ዕላማ ኣብ ነፍሲ ወከፍ ኣማኒ እንታይ እንድሕር ዳ ኢልና ፋይናሊ እቲ ውዕለት ናይ እግዚኣብሔር ኣቦ ክንዛረብ እዩ ወይ ድማ እቲ ደግነት ናይ እግዚኣብሔር ኣቦ ከነውሪ ናይ እግዚኣብሔር ፋይናል ዝኾነ ደሲን ናብ ህይወትና ዝፀዋዓና ማለት እዩ ወይ ድማ ካብ ፀልማት ናብ ዘገርም ብርሃን ደሻገረና ክብሪ ንኣምላኽ ይኹን መጀመርታ ንስኻትኩም ኢልና ኣሎ ውጭ ነቶም ዳግም ዝተወለድና ኣመንቲ እዩ ዝዛረብ ደሎ ወይ ድማ ነቶም ኣምታይ ዝነበርና ቀደም ኣብ ፀልማት ዝነበርና ሕጂ ግና ናብ ዘገርም ብርሃን ዝኣተና ሕጂ ባይዘወ እቲ ፀልማት ኢልዎ ዘሎ ብብዙሕ ክንምስሎ ንኽእል ኢና። ፀልማት ማለት ድንቁርና ማለት እዩ። ቀደም ኣብ ድንቁርና እንዲርና ሕጂ ግን ኣብ ምንታይ ናብ ዘገርም ብርሃን ወይ ድማ ናብቲ ፍልጠት ሓቂ መፂና። ቀደም ፀልማት ክብሎ ከሎ ኣብ ሓጢኣት ወይ ድማ ባሮት ናይ ሓጢኣት ነርኩም፣ ሕጂ ግን ባሮት ናይ ፅድቂ ኮንኩም ንምባል እዩ። ነቲ ነቲ ዘገርም ብርሃን ኢልዎ ድማ ነቲ ባሮት ናይ ክርስቶስ ወይ ድማ ባሮት ናይ ፅድቂ ከም ዝኾንና እዩ ዝዛርብ ዘሎ። ወይ ድማ ኣብ ፀልማት ነርኩም ክብል ከሎ ቀደም we are መንፈስና እንታይ ኮይኑ ነይሩ ምዉት እዩ ነይሩ መንፈስና it was dead በቲ ብኣዳም ዝመፀ እንታይ ኮይና ነርና ዘርእና ምዉት ኮይኑ ነይሩ ሕጂ ግን ኣብ ዘገርም ብርሃን ኣቲና which is መንፈስናስ ህያው ኮይኑ ማለት ክብሪ ንኣምልኽ ይኹን እዚ ድማ ብክርስቶስ ብምእማን ዝርከብ እዩ መንፈስና እንታይ ኮይኑ ኣላይቭ ኮይኑ ማለት እዩ ቅድሚ ሕጂ እንታይ ነርና ዊ ወር ስፕሪቹዋሊ ብላይንድ ነርና ሕጂ ግና ዊ ከን ሲ ማለት እዩ ጥፉኣት ነርና ሕጂ ግና ኣብቲ ደንበ ዝኣተና ማለት እዩ ክብረና ኣምላኽ ይኹን ሕጂ ካብ ምንታይ ኣውፂእኩም ለና ኣሎ ካብ ፀልማት ናብ እንታይ ካብ ናብ ዘገርም ብርሃን ብርሃን ጥራይ ከማ እንደይኮነስ ናብ ዘገርም ብርሃን እንታይ ዝገበረኩም ደስ ሃገረኩም ኢልና ክብረና ኣምላኽ ይኹን እዚ ድማ ኣይ ብስራሕና ኣይ ብናትና ፅቡቕ ነገር እንታይ ደኣ በቲ ብክርስቶስ የሱስ ዝተኸፈለ ዋጋ፣ ብደም የሱስ ክርስቶስ ብምእማንና ብኡ እንታይ ኴንና ማለት እዩ? ካብ ጸልማት ናብ ዘገርም ብርሃን ተሳጊርና። ክብሪ ንኣምልኽ ይኹን። ስለዚ ሓወይ ሓፍተይ እንታይ ክብል ደልየ ኣብ ጸልማት ኢና ነርና ቀደም እንደገና ድማ ጸልማት ኢና ነርና ውች ኢዝ ባሮት ናይ ሓጢኣት ነርና which is ኣብ ትሕቲ ምልኪ ናይ ዲያብሎስ ምልኪ ናይ ሰይጣን ኢና ነርና ብፍላይ ኣብቲ ኤፌሶን ምዕራፍ ክልተ እንድሕር ራእና ንስኻትኩምሲ ብባህርያትኩምሲ ደቂ ቁጣዓ ነበርኩም እዩ ዝብለና ብባህርያትናስ እንታይ ኮይና ደቂ ቁጣዓና ነርና ናይ እግዚኣብሔር ተማቐልቲ ህይወት ኣይነበረና ናይ እግዚኣብሔር ተማቐልቲ ኔቸር ወይ ድማ ዘርኢ ኣይነበረና ብባህርያትናስ ደቂ ቁጣዓና ነርና ክብሪ ንኣምላኽ ይኹን ግን እግዚኣብሔር ኣቦ ግን ነቲ ኣብ ደቂ ሰብ ዘለዎ ማእለያ ዘይብሉ ኣንኮንዲሽናል ዝኾነ ላቭ ምእንቲ ኸርኢ ግን እንታይ ገይሩ ማለት እዩ ነቲ ሓደ ዘፍቅሮ ወዲ የሱስ ክርስቶስ ናብዛ ምድሪ እዚኣ ብምልኣኽ እቲ ዕዳ ናይ ሓጢኣትና ከፊልዎ እቲ መርገምና እሱ እንታይ ኮይኑ ማለት ኣብ ክንዳና መርገም ኮይኑ ንሕማምና ፀርዎ ነቲ ሓጢኣት ዘይብሉስ ኣብ ክንዳና እንታይ ኮይኑ ማለት እዩ ሓጢኣት ኮይኑ ማለት እዩ ስለዚ እንታይ ኮይኑ ማለት እዩ ምቅያር ተኻይዱ ማለት ክርስቶስ ኣብቲ ናትና ቦታ ኣትዩ መቕፃዕትና ተቐፅዕዎ ማለት እዩ ካብቲ ንሕና ዝነበርናዮ ፀልማት ድማ እንታይ ጌርና ማለት እዩ ሓራ ኣውፂና ክብሪ ንኣምላኽ ይኹን የሱስ ክርስቶስ ትማልን ሎሚ ንዘለኣለም ንሱ እዩ ስለዚ እቲ ኣርእሰይ እንታይ እዩ ንስኻ ንስኺ ውዕለት ናይ እግዚኣብሔር ክትነግር ኢኻ ተፀዊዕካ ደግነት ናይ ኣቦኻ ደግነት ናይ ኣቦኺ ነቲ ዝተገብረልክ ስራሕ ክትዛረቢ ኺኺ ተፀዊዕክ ክብሪ ንኣምላኽ ይኹን ዳስዋይ ጴጥሮስ ክዛረብ ከሎ ንስኻትኩምስ ደግነቱ ክትዛረቡ ደግነቱ ማለት ውዕለቱ ፅቡቕነት ናቱ ብዛዕባ ፍቕሪ ናይ እግዚኣብሔር ኣቦ ብዛዕባ እቲ ብክርስቶስ የሱስ ኣብ መስቀል ተሰርሓልካ ስራሕ ብዛዕባኡ እንታይ ክንገብር ክንዛረብ ኢና ተፀዊዕና ነዚ ኹም ተፀዊዕኩም ለና ኣሎ ክብሪ ንኣምላኽ ይኹን ኣብ መዝሙር ዳዊት እንድሕር ሪና መዝሙር 118 ካብ ፍቕዲ 17 ዘገርም ቃል ንጉስ ዳዊት ኣብኡ ኣቐሚጡ ኣሎ እንታይ ዝብል ቃል ኣቐሚጡ ኣሎ? ኣነስ ኢሉ ብህይወት ክነብር እምበር ኣይክመወትን ኢሉ ጌና ውዕለት ኣምላኸ ወይ ድማ ስራሕ ኣምላኸ ድማ እንታይ ክገብር ኢሉ ክዛረብ ወይ ድማ ከውሪ ኢሉ ክብረ ንኣምላኽ ይኹን እንታይ ኢሉ ኣነስ ብህይወት ክነብር እምበር ኣይክመውትን ኢሉ ጌና ስራሕ ኣምላኸይ ውዕለት ኣምላኸይ ድማ ከውሪ ኢሉ ክብረ ንኣምላኽ ይኹን ሕጂ ትሕት ኢልና እቲ መዝሙር ዳዊት 118 ካብ ፍቕዲ 17 ትሕት ኢልና እንተርኢናዮ ዳዊት ብዛዕባ እንታይ ስራሕ ኣምላኽ እዩ ዘውርደሎ እንድሕር ዳ ኢልና ብዛዕባ እቲ ብክርስቶስ ዝተሰርሐ ስራሕ እዩ ደውር ደሎ ናተይሲ ብምግላፅ ተገሊፅሉ ኢዱ ዛረብ ደሎ ማለት እዩ ኣብኡሲ መንገዲ ፅድቂ ከፊትካለይ በአን ኣቴ ከመስግነካስ መንገዲ ምድሓን ከፊትካለይ ነቲ ነደቕቲ ዝነዓቕዎ እምኒ ንሱ ርእሲ መኣዝን ኮነ እታ እግዚኣብሔር ዝገበራ መዓት እዚኣ እያ ብኣ ንተሓጉስ ባህ ይበለና ንብለና ብምሉእ እቲ ሓሳብ ተርእናዮ ብዛዕባ መን እዩ ዝዛረብ ደሎ ብዛዕባ ክርስቶስ የሱስ ብዛዕባ ክርስቶስ የሱስ እዩ ዝዛረብ ደሎ ክርስቶስ የሱስ እንታይ ከም ዝኾን ማለት እዩ ንሱስ መንገዲ ምድሓን ከም ዝኸፈተልና እታ መዓልቲ ምድሓን ድማ ሕጂ ምዃና ሕጂ ዳዊት እንታይ ኢሉ ነቲ ድሕሪ ክልተ ድሕሪኡ ዝግበር ዝስራሕ ዝፍጸም ውዕለት ናይ ጎይታና መድሓኒ የሱስ ክርስቶስ ኣብ መስቀል ዝገብሮ ሪኡ ሲ እንታይ ኢሉ ማለት ኣነስ ብሂወት ክነብር እምበር ኣይክመውትን እየ ገና ስራሕ ኣምላኸይ ድማ ከውር እየ ብለሎ ኢን ኣድቫንስ ኣቐዲሙስ ዝዛረብ ኣሎ ነቲ ዝረኣዮ ማለት እዩ ክብርና ኣምላኽ ይኹን ንሕና ድማ ነዞም ሕጂ ዳግም ተወሊድና ኣብቲ ደንበ ናይ እግዚኣብሔር ኣቦ ዝኣተና ነቲ ዝተገበረልና ከዳ ሃውማች ሞር ደይንዛረብ ሃውማች ሞር ክንነግር ዘይግባኣና ማለት እዩ ንሕና እንታይ ኢና እግዚኣብሔር ኣብዛ ምድሪ ክሰርሕ ተኮይኑ ሰብ የድልዮ እዩ ስለዚ ንሕና እንታይ ኢና መዓይቲ ናይ እግዚኣብሔር ኣምላኽ ኢና ኣምላኽ ብኣና ገይሩ እንታይ ዝገበር ዝዛረብ ብኣና ገይሩ ብመንፈሱ ገይሩ ብኣና ሓሊፉ እንታይ ዝገብር ዝዓይ ክብሪ ንኣምላኽ ይኹን ስለዚ እግዚኣብሔር ኣቦ እንታይ እዩ ኣዝዩ ጥዑም ኣምላኽ እዩ ፍቕሪ እዩ ጳውሎስ ክዛረብ ከሎ እንታይ ኢሉ? እቲ ብምሕረት ኣዝዩ ሃብታም ዝኾነ ኣምላኽ ኢሉ በቲ ኣብኡ ዘላ ከዓ ዓባይ ፍቕሪ ኢሉ ንሕና ብሓጢኣትናስ እንታይ ነርና ምውታት ምስ ክርስቶስ ግና እንታይ ገበርና ኢሉ ኣተንስኣና ኢሉ እቲ ብሉፅ ሃብቲ ፀጉ ኣባናታትና ከርኢ ድማ ምስ ክርስቶስ ድማ ኣብ ሰማያት ኣቐመጠና ኢሉ ክብሪ ንኣምላኽ ይኹን ስለዚ ነዚ ፍቕሪ ኣምላኽ መን እዩ ክዛረቦ ዝኽእል ብምሕረስ ኣዝዩ ሃፍታም ዝኾነ ኣምላኽ ውዕለቱስ መን እዩ ክዛረቦ እንድሕር ኣለ ኣነን ንስኻን ኣነን ንስኽን ኢና ብራዘር ሲስተርስ ዳስ ወይ ሃዋርያ ጴጥሮስ እንታይ ኣሉ ደግነቱ ክንዛረብ ኢና ተጸዊዕና ካብ ምንታይ ኣሳጊርና ካብ ጸልማት ናብ ዘገርም ብርሃን ብርሃን ጥራይ ከማን ዳይኮነስ ናብ ዘገርም ብርሃን ደሳ ገረኩም ኣታን ክትነግሩ ኢልና ክብርን ኣምልኽ ይኹን ሃለሉያ ስለዚ ሎሚ ዕቤት ኣምላኽ ተዛረብ ኣብ ህይወትካ ብራዘር ንዝረኸብካዮ ንዝረኸብካዮ ሓፍቲ ብዛዕባ ፍቕሪ ኣምላኽ ተዛረብ ብዛዕባ እቲ ብክርስቶስ የሱስ ኣብ መስቀል ተሰርሐ ስራሕ ብዛዕባኡ ተዛረብ ክብሪ ንኣምላኽ ይኹን ኣሜን ካብ ምንታይ ኢለኩም ካብ ፀልማት ናብ ዘገርም ብርሃን እቲ ፀልማት እንታይ ኢለኩም ባሮት ናይ ሓጢኣት ኢና ነርና ኣብ ትሕቲ ግዝኣት ናይ ሰይጣን ኢና ነርና እንታይ ኢና ነርና? መንፈስና ምዉት ነይሩ፣ ሓጢኣተኛታት ኢና ነርና። ካብ ኣምላኽ ኣዚና ርሑቓት፣ ጸላእቲ ኣምላኽ፣ ዓመፀኛታት፣ ድኹማት እዩ ዝብሎ ቃል እግዚኣብሔር ክዛረብ ከሎ። ክብሪ ንኣምላኽ ይኩን። ኣምላኽ ግን በቲ ዓባይ ፍቕሩ ኣብ ደቂ ሰብ ዘሎ ፍቕሪ መኣታን ከርእሉ ግን ነቲ ዘፍቅሮ ሓደ ወዲ የሱስ ብምልኣኽ እንታይ ገይርዎ ማለት እዩ ዕዳ ናይ ሓጢኣትና ከፊልዎ ካብ ባሮት ናይ ሓጢኣት ኣውጺድማ ባሮት ናቱ ጌርና ባሮት ናይ ጽድቂ ጌርና ውሉዱ ጌርና ናይ ዘልኣለም ህይወት ሂብና ክብሪ ንኣምልኽ ይኹን ኣሜን ስለዚ እግዚኣብሔር እንታይ ፍቕሩ ዓብይ እዩ ስለቲ ኣብኡ ዘላ ዓባይ ፍቕሪ ኢሉ እግዚኣብሔር ኣቦ ንዓና ዘፍቀረና ብኣንኮንዲሽናል ዝኾነ ላቭ ብዘይትለዋወጥ ፍቕሪ ብኸምኡ ኢና ተፈቒርና ክብሪ ንኣምልኽ ይኹን ስሎሚ ሎሚ ሓወይ ሓፍተይ ሓደ ነገር እየ ክዛረብ መፅየ ሎሚ እንታይ ትዛረብ ኣለኻ እንታይ ተውር ኣለኻ ሲ ዲክለር ትገብር ኣለኻ ሲ ፕሮክሌም ትገብር ኣለኻ ውዕለት እግዚኣብሔር ኣቦኻ ተዛረብ ምክንያቱ ንስኻ ተሰሪሕልካ እዩ ንስኺ ተሰሪሕልኪ እዩ ሓደ ሓደ ግዜ ሰይጣን እንታይ ይገብር ማለት እዩ? ነቲ ዝጎደለካ ነገር ኣብ ሂወትካ የርእየካ ወይ ድማ ነቲ ዘይበፃሕካዮ ክትከውን ዘለካ የርእየካ። ክብሪ ንኣምላኽ ይኹን ኣሜን። ንሕና ግና እንታይ እዩ ብዮን ዝተገብረልና ሰባት ኢና፣ ልዕሊ ዓቐን ዝተሰርሓልና ሰባት ኢና። ክብሪ ንኣምላኽ ይኹን። ዳዊት ክዛረብ ከሎ እንታይ ኢሉ ብጣዕሚ ኣነ ናይ ዳዊት ዝገርመኒ ብፍላይ ከዓ ኣብ ብሉይ ኪዳን ኣብ ብሉይ ኪዳን ኮይኑስ ብዛዕባ ክርስቶስ ዝዛረብ ነይሩ ምክንያቱ ብቪዥን ተራእዮ ነይሩ ሂወዘ ፕሮፈት ኪንግ ጥራይ ኮነ ነይሩ ዳዊት ሂወዘ ፕሮፈት ነቢ እንኮላይ ነይሩ ዝተራእዮ ነይሩ ብዛዕባ ክርስቶስ ዝበሃል ከም ዝመፅእ ክርስቶስ ዝበሃል መፂኡ ድማ ካብ ሓጢኣት ንሓራ ከም ዘውፃና ሕጂ ክዛረብ ከሎ እንታይ ኢሉ ኣብ መዝሙር ዳዊት ሚእትን ሰለስተን ነብሰ ኢሉዋ ንእግዚኣብሔር እንታይ ግበሪ ባርኺ ኣብ ውሽጠይ ዘሎ ከዓ ንቅዱስ ስሙ ይባርኽ ኢሉ ክብሪ ንኣምላኽ ይኹን ነብሰይ ንእግዚኣብሔር ባርኺ ነቲ ዝተገብረልኪ ኩሉ ሰናይ ድማ ኣይትረስዕ ኢሉዋ ሕጂ ዳዊት እኳ ኣብዚ እዋን እዚ እኳ ሳኦል እኳ እዩ ደሳጉጎ ዘሎ ክቆትሎ ደልዩ ማለት እዩ ግን ሕልፍ ኢሉ ዳዊት ግን እንታይ ይዛረብ ኣሎ? በቃ ብዛዕባ እቲ ክርስቶስ ብሕጂ ክርስቶስ ዝበሃል መጪስ ከም ዘድሕኖ ነፍሱ ኸኣ ኣብ ጥፍኣት ከም ዘይትርከብ ርዩስ ብዛዕባኡ እዛረብ ኣሎ። እንታይ ነብሰይ ንእግዚኣብሔር ባርኽ ኢልዋ፣ ተገይርልኪ ኢልዋ። ዋ እንታይ ተገይርሎ ኢልካ ኣብ ታሕቲ እንድሕራ ዘርዚርና ኣንቢብና እንታይ ኢሉ መጀመርታ ንሱ ኢሉ ክርስቶስ ማለት እዩ ንኹሉ ሓጢኣትኪ ሓዲግልኪ ኢልዋ። ክብሪ ንኣምላኽ ይኹን ሃሌሉያ። ንኹሉ እንታይ ሓጢኣትኪ ክርስቶስ ንኩሉ ሓጢኣትኪ ሓዲግልኪ ንኩሉ ሕማምኪ ድማ እንታይ ገይርዎ ፈዊስዎ ንነብስኺ ድማ ካብ ጥፍኣት ማለት ካብ መንፈሳዊ ሞት ከዓ መንዚዐ ኣውፅኪ ኢልዋ ንድሌታትኪ ድማ ብኩሉ ብፅቡቅ ነገር ገይሩ የዕግብ ኢልዋ ብምሕረት ብሳህሊ ድማ እንታይ ገይርክሎ ከሊልክሎ ንእስነትኪ ድማ ከም ንስሪ ይሕደስ ኢልዋ ክብሪ ንኣምላኽ ይኹን ሕጂ ዳዊት ከማን ኣብ ብሉይ ኪዳን ኮይኑስ ብዛዕባ ብክርስቶስ ዝተሰርሐ ስራሕስ እንታይ ይገብር ኣሎ? ይዛረብ ኣሎ። ብዛዕባ እቲ ውዱእ ስራሕ ናይ ክርስቶስ የእውጅ ኣሎ። ውዕለት ኣቦ ይዛረብ ኣሎ። በቃ ነብሰይ ንእግዚኣብሔር ባርኽ ኢልዋ ኣብ ውሽጢ ዘሎ ኩሉ ንእግዚኣብሔር ስንታይ ይባርኽ ኢሉ ክብሪ ንኣምላኽ ይኹን እምበኣር እንታይ ክብል ስለ ዘለኹ ኢሎም መዓልቲ መፅኤ ዘለኹም ሎሚ መዓልቲ ደግነት ናይ ኣቦኻ ተዛረብ ክልተ ነገር ኢና ክንዛረብ ሓደ ውዕለት ፍቅሪ ኣቦካ ካልኣይ ድማ ነቲ ብክርስቶስ የሱስ ኣብ መስቀል ዝተሰርሐ ስራሕ ንዑ ከነውሪ ኢና ተጸዊዕና ካልእ ስራሕ የለን ኣብዚ ምድሪ እዚ ከምዚ ናይ ናይክ እንድሕር ራእሪና ሲ ናይ ጫማ ፋብሪካ ደስርሑ ካምፓኒ ወይ ኣለውን ማለት እዩ ፍሉጣት እዮም እንታይ እዮም ዝገብሩ ናይክ እንድሕር ራእና ብዛዕባ እቲ ናቶም ውጥ ናቶም ፕሮዳክሽን እንታይ እዮም ዝገብሩ የዋዓውዕ እዮም ናብ ብዘላ ዓለም ብዘሎ ሜድያ እንታይ እዮም ዝገብሩ ይዛረቡ በቃ ናይክ ዝበሃላሉ ብራንድ ኒው ናይክ ከምዚ ጫማ መፂ ኣሎ ከምዚ ዓይነት ክዳን መፂ ኣሎ ከምዚ ዓይነት ቆቢዕ መፂ ኣሎ እንዳበሉ እንታይ እዮም የዋዓውዑ ማለት ክብሪ ንኣምላኽ ይኹን ኣነ ንስኻን ድማ ብዛዕባ ውዕለት ኣቦና ክንዛረብ ኢና ተፀዊዕና ንዑ ከነዋዓውዕ ኢና ተነጊርና ክብሪ ንኣምላኽ ይኹን ስለምንታይ ተሰሪሕልና ስለ ዝኾነ ተጌርልና ስለ ዝኾነ ክብሪ ንኣምላኽ ይኹን ስለዚ ናብቲ ቃል ድሕሪ ደኣ ተመሊስና ሃዋርያ ጴጥሮስ እንታይ ኢሉ ንስኻትኩም ደግነት ነቲ ካብ ጸልማት ናብ ዘገርም ብርሃን ዝጸዋዓኩም ምእንቲ ክትነግሩ ንስኻትኩም ሕሩይ ወለዶ ኢኹም ኢልና ክብሪ ንኣምላኽ ይኹን። ሕጂ እግዚኣብሔር ኣቦ ካብ ጸልማት ናብ ብርሃን ደሳገርና ውዕለቱ ክንነግር መጀመርታ እንታይ ጌርና ሕሩያት ወለዶ እዩ ጌርና ክብሪ ንኣምላኽ ይኹን። ንስኻ ሕሩይ ወለዶ ኢኻ ቹዝን ጀነሬሽን ሃለሉያ መጀመርታ እቲ ሕሩይ ዝኾነ ባዕሉ ጎይታናን መድሓናን የሱስ ክርስቶስ እዩ እቲ ቹዝን መን ክርስቶስ እዩ ባዕሉ ንሕና ከዓ ብክርስቶስ ስለዝኣመና ኣብ ክርስቶስ ስለዝኣተና ድማ እንታይ ኮይንና ናቱ ሕሩያት ወለዶ ኮይንና ማለት ክብሪ ንኣምላኽ ይኹን ስለዚ ሓወይ ንስኻ እንታይ ኢኻ ሕሩይ ወለድ ኢኻ ንምንታይ ኢኻ ዝተሓረኻ እንድሕር ድማ ደግነት ናይ ኣቦኻ ክትዛረብ ፍቅሪ ኣቦኻ ክትዛረብ ብዛዕባ እቲ ኣንኮንድሽናል ላቭ ብዛዕባ እቲ ኣብ መስቀል ዝፈሰሰ ደም የሱስ ክርስቶስ ብዛዕባኡ እንታይ ክንገብር ንካልኦት ክንነግር ንገዛእ ርስና ክንነግር ንካልኦት ክንነግር ኢና ተጸዊዕና ስለዚ ንስኻ እንታይ ሕሩይ ወለዶ ኢኻ ክብሪ ንኣምላኽ ይኹን የሱስ ክርስቶስ ጎይታ እዩ ስለዚ እምበኣር ኣብ ክርስቶስ ዘሎ እንታይ እዩ ሕሩይ ወለዶ እዩ ስለዚ ሎሚ ኣብ ክርስቶስ እንድሕር ደኣ ኣሊኻ ንስኻ ወይ ድማ ንስኺ ሕሪት ወለድ ኢኺ ያረ ቹዝን ጀነሬሽን ንምንታይ ኢኻ ተሓሪኻ ብዛዕባ ናይ እግዚኣብሔር ኣቦኻ ክትዛረብ ኣብ ትሕቲ ሓደ ሃፍታም ፍሉጥ ሰብ እንድሕር ደኣ ትሰርሕ ኣለኻ ሲ ብዛዕባኡስ ኩሉ ሳዕ ኢኻ ክትዛረብ ደስ ዝብለካ በቃ ከምዚ በሊዑ ከምዚ ሰትዩ ከምዚ ሰሪሕና ብዛዕባኡ ትዛረብ ማለት እዩ ምክንያቱ ዌል ኖውን ሂስ ፌሞስ ሰብ ስለ ዝኾነ ማለት እዩ ንሕና ከኣ ብዛዕባ እታ መንግስቲ ናይ ኣቦና ሃው ማች ሞር ከነዋዓውዕ ክንዛረብ ዘይግበኣና ክብሪ ንኣምላኽ ይኹን ኣሜን በቲ ሓደ እግዚኣብሔር ኣቦ ይኸብር በቲ ሓደ ድማ ሰባት ናብ ምድሓን ናብ ምጽናዕ ናብ ፈውሲ ይመፁ ክብሪ ንኣምላኽ ይኹን ስለዚ ሎሚ እግዚኣብሔር ዓብዪ እዩ እግዚኣብሔር ኣቦ ንዓኻ ሰናይ እዩ ሰናይ ድማ ይገብር ኣሎ ኣይተለወጠን ሃሌሉያ በቃ እግዚኣብሔር ኣቦ ኣብ ብሉይ ኪዳን ኮነ ኣብ ሓድሽ ኪዳን መንነቱ ሓደ እዩ ፍቕሪ እዩ ፍቅሪ እዩ እንደገና ድማ እንታይ ጃስ ዝኮነ ኣምላኽ እዩ ቅዱስ ዝኮነ ኣቦ እዩ ክብሪ ንኣምላኽ ይኹን ሓንቲ መነት እያ ዘላቶ ናይ እግዚኣብሔር ኣቦኻ ኣብ ቀዳማይ ዮሃንስ ክዛረብ ከሎ ምዕራፍ ሓደ ፍቅዲ ሓሙሽተ ተዘይተጋገ እንታይ ኢሉ እግዚኣብሔር ሲ ወይ ድማ ኣምላኽ ሲ እንታይ ኢሉ ብርሃን ኢሉ ኣብኡ ድማ ሓንቲ እኳ ፀልማ ድበሃል የለን ኢሉ ክብሪ ንኣምላኽ ይኹን ኣብኡ እንታይ ፀልማ ድበሃል የለን እግዚኣብሔር ኣቦስ ንዓኻ ዝሓስበልካ ሓሳብ ሰናይ ጥራይ እዩ ምክንያቱስ እግዚኣብሔርስ ኣብቲ ናቱ ኣጀንዳ ኣብቲ ናቱ ልቢ ኣብቲ ናቱ ሓሳብሲ ክፉእ ዝበሃል ሓሳብሲ የብሉን። ባህሪኡ ኣይኮነን፣ ናቱ ኔቸር ኣይኮነን። ስለዚ እሱ ዝሓስበልካ ሓሳብ ሰናይ ጥራይ ፅቡቅ ጥራይ ንወላ ሓደስ ብክፉእ ኣምላኽ ባዕሉሲ ብክፉእሲ ክፍተን ኣይክእልን እዩ ንሰብ ድማ ብክፉእስ ኣይፍትን ምክንያቱ ኔቸሩስ እንታይ ብርሃን እዩ ኔቸሩስ እንታይ ሰናይ ጥራይ ክብሪ ንኣምላኽ ይኹን ስለዚ ሎሚ ኣቦኻ ኣፍካ ክትከፍት ይጽበየካ ኣሎ ኣፍካ ክትከፍት ይጽበየካ ኣሎ ኣብ ህይወትካ ክትስእ ኮለኻ ክትድቅስ ኮለኻ ትንቀሳቐስ ኮለኻ እግዚኣብሔር ኣቦ ሰናይ ኢኻ ንዓይ ክትብሎ ንስኻ ንዓይ ፍቕሪ ኢኻ ክትብሎ ምሕረትካ ንዘለኣለም ይነብር እሞ ከምቲ ዳዊት ድበሎ ምሕረቱ ንዘለኣለም እዩ ዝነብር እሞ ንእግዚኣብሔር እንታይ ግበሩ ኣመስግንዎ ኢሉ ብህይወት ክሳብ ዘለኹ ስንታ ክገብረካ ኢሎ ከመስግነካ ኢሉ ክብሪ ንኣምላኽ ይኹን ስለዚ ሎም ዕለቱ ተዛርብ ንስኻ እንታይ ክሕሪ ወለድ ኢኻ ንኹም ኢኻ ተሓሪኻ ክብሪ ንኣምላኽ ይኹን። ካልኣይ ነጥቢ ከዓ እንታይ ኢልዎ? ናይ መንግስቲ ካህናት ከዓ ኢልና ኣሎ። ክብሪ ንኣምላኽ ይኹን። ንስኻ እንታይ ኢኻ? ናይ መንግስቲ ካህን ኢኻ። ኣብቲ ናይ እንግሊሽ እንታይ ዝብሎ ንጉስ ከምኡ ድማ ካህን እዩ ዝብሎ ወይ ድማ ኪንግ ን ፕሪስት እዩ ዝብሎ። ክብሪ ንኣምላኽ ይኹን። ስለዚ ሎሚ ንስኻ ዳግም ድሕር ዳኣ ተወሊድካ ሓወይ ሓፍተ ንስኻ ንጉስ ኢኻ፣ ንስኻ ካህን ኢኻ። ሕጂ እንታይ ክብል ስለ ዝደለየ ንጉስን ካህናን ጭኦ እንድሕር ራእና ንጉስ ናይ ምግዛእ ምልክት እዩ ንጉስ ናይ ምንታይ ስልጣኑ ዝጥቀም ናይ ስልጣኑ ዝጥቀም ምልክት እዩ ንጉስ ዝበለ ዝኣዘዘ ድማ ይኸውን ይፍፀም እዩ ንሕጂ ናይ ኣውቶሪቲ ምልክት እዩ ዘርእየና ዘሎ ከምኡ ድማ እንታይ ናይ ምግዛእ ሓይሊ ኣለዎ ክብሪ ንኣምላኽ ይኹን እንደገና ድማ እንታይ ኢልና ከዓ ፕሪስስ ኢልና ንዓና ወይ ድማ ካህናት ከዓ ኢልና እምበኣር ሓደ ድቀ ካህን ኣለና ብሰማያት ዝሓለፈ ኣብ ቅድሚ ኣምላኽ ከዓ ዝረኣየልና ዝጣበቀና ንሱ ከዓ ሓደ ጎይታናን መድሓናን የሱስ ክርስቶስ እዩ ንሱ ሊቀ ካህና ንሕና ድማ እንታይ ኢና ካህናት ኢና ሕጂ ንምንታይ ኢና ንሕና ከም ነገስታት ከም ካህናት ተፀዊዕና እንድሕር ዳኢልና ሓደ ስልጣን ኣለና ኣምላኻዊ ዘይኮነ ነገር ኣብ ሂወትና ክመፅእ ከሎ እንታይ ክንገብሮ ማለት እዩ ንኸይንቕበሎ ኣውቶሪቲ ኣለና ምክንያቱ ተመን ዕንቅርቢትን ኩሉ ሓይሊ ፅላ ክትርግፁ ስልጣን ይበኩም ኣለኹ ኢልና ዝጎድኣኩም ሓይሊ ድማ የለን ኢልና ክብረ ንኣምላኽ ይኹን ስለዚ ንስኻ እንታይ ኢኻ ንጉስ ኢኻ ኣብ ክርስቶስ ተለኻ ንጉስ ኢኻ ንግስቲ ኢኽ ንስኻ እቲ ካልኣይ ድማ እንታይ ኢሉ ካህን ኢልዎ ሕጂ ኣብ ብሉይ ኪዳን ካህናት እንታይ እዮም ዝገብሩ ነይሮም ድሕር ዳ ኢልና ካህናት ብዙሕ ስራሕ ነይሮም ብጀካ እቲ ሊቀ ካህን ማለት እዩ ሓንሳብ ኣብ ዓመት ዳኣቱ ናፍታ ውሽጠ ቅድስተ ቅዱሳን ትበሃል ማለት እቶም ካልኦት ካህናት ግን ብዙሕ ስራሕ ኣለዎም ሕጂ ገለ ካብቲ ስራሕ ናይቲ ካህናት እንታይ እዮም ዝገብሩ ሓደ ወርሽብ እዮም ዝገብሩ ንኣምላኽ እንታይ ገብሩ መስዋእት ምስጋና እዮም ዳዓጥኑ ካልኣይ ድማ እንታይ እዮም ዝገብሩ ቃል እግዚኣብሔር ከዓ ይዛረቡ ነቲ ህዝቢ ቃል እግዚኣብሔር ይምህርዎ እንደገና ድማ ፕሪች ደ ወርድ ኦፍ ጋድ ውዕለት ኣምላኽ ዕቤት ኣምላኽ ድማ ይዛረቡ ክብሪ ንኣምላኽ ይኹን ሎሚ ሓዊ ሓፍተ ንስኺ ካህን ኢኺ ካህን ኢኻ ንስኻ ከምኡ እዩ ዝብለና ዘሎ ንስኻትኩም ናይ መንግስቲ ካህናት ኢኹም ካህን ደኻ እንታይ ዝገብር ሓደ ኢለኩም ይዓጥን መስዋእት ምስጋና ይደዓጥን ካልኣይ ድማ እንታይ ይገብር ቃል እግዚኣብሔር ድማ ዲክለር ይገብር እግዚኣብሔር ሰናይ ይብል እግዚኣብሔር ዓብዪ እንዳበለ ድማ ወርሽብ ይገብር ማለት ክብርና ኣምላኽ ስለዚ ሎም ውዕለት ኣቦኻ ክትዛረብ ኢኻ ተፀዊዕካ ናይ እግዚኣብሔር ነገር ከነዕቢ ኢና ተፀዊዕና ናይ ሰብ ነገር ኣይኮነ ክብሪ ንኣምላኽ ይኹን ገለገለ ሰባት ይርኢ እሞ ካብ ዕቤት ኣምላኽ ዘውሪዎ ሲ እቲ ሰይጣን ዝገበሮም ወይ ድማ እቲ ሰይጣን ዝፈተኖም ንዑ ከዕብዎ ትርኢ ማለት እዩ ንሕና ግን ዊ ኣር ሄር ቱ ግሎሪፋይ ኦንሊ ሂም እግዚኣብሔር ዓብ ክትብል ኢካ ተፀዊዕካ ሃለሉያ ንምንታይ ከ ነቲ ስራሕ ናይ ሰይጣን ወይ ድማ ናይ ኣጋንንቲ እንታይ ትዕብዮ ማለት ነው ክብሪ ንኣምላኽ ይኹን። ስለዚ ንሕና እንታይ ኢና? ናይ መንግስቲ ካህናት ኢና። ንምንታይ ኢና ካህናት እግዚኣብሔር ገይርና? በቃ ቃሉ ክንዛረብ፣ ውዕለቱ ክንዛረብ። ክብሪ ንኣምላኽ ይኹን። ሳልሳይ ከዓ እንታይ ኢልና ኣሎ ኣብቲ ጥቕሲ? ንስኻትኩም ቅዱስ ህዝቢ ኢኹም ኢልና። ክብሪ ንኣምላኽ ይኹን። ንስኻ ቅዱስ ህዝቢ ኢኻ። ኣብ ኤፌሶን ድሕር ርኢና ኩላትና ኤፌሶን ድሕር ርኢና ፅቡቅ ነይሩ። ኤፌሶን ምዕራፍ ሓደ ካብ ፍቅዲ ኣርባዕተ ሓደ ደስ ዘብል ቃል እግዚኣብሔር ኣሎ ክብሪ ንኣምላኽ ይኹን ኤፌሶን ምዕራፍ ሓደ ካብ ፍቅዲ ኣርባዕተ እንታይ ዝብል ቃል ኣሎ ከምቲ ብፍቅሪ ኣብ ቅድሚኡ ቅዱሳን መንቅብ ዘይብሎም ምእንቲ ክንከውን ቅድሚ ምስራት ዓለም ብኡ ሓሬና ኢሉ ዋው ፕሬዝ ጋድ ከምቲ እንታይ ብፍቅሪ ኣብ ቅድሚ እንታይ ክንከውን ቅዱሳን ከምኡ ድማ መንቅብ ዘይብሎም ምእንቲ ክንከውን ንክርስቶስ የሱስ ብኡ እንታይ ገበርና ኢሉ ሓርየና ኢሉ ኣብ ቅድሚ ግን እንታይ ክንከውን ኢሉ ቅዱሳን ከምኡ ድማ መንቅብ ዘይብሎም ክንከውን ብመን ብክርስቶስ ሓርየና ክብሪ ንኣምላኽ ይኹን ስለዚ ንሕና እንታይ ኢና ቅዱስ ህዝቢ ኢና እምበኣር ንስኻ ቅዱስ ክትከውን ወይ ድማ ቅዱስ ንክትኮን ሓደ ክራይተሪያ እዩ ዘድልየካ ኣብ ክርስቶስ ዲኻ ዘለኻ ምክንያቱ ቅድስና ማለት ዝተፈለየ ንኣምላኽ ዝተፈለየ ህዝቢ ማለት እዩ ዊኣር ሰፓሬትን ማለት እዩ ሕጂ ኣነ ብገዛእ ርእሰይ ንኣምላኽ ከምልኹ ኣይክእልን እየ ክሰግድሉ ከገልግሉ ኣይክእልን ብናተይ ዓቕሚ ኣይ ሃቭ ቱ ቢ ሰፓሬትድ ፈርስት ሕጂ ሰፓሬትድ ክኾን ተኮይነ ድማ ምስ ድኻመይ ምስ ሓጢኣተይ ነው ምክንያቱ ኣምላኽ ቅዱስ እዩ ንሕና ድማ እንታይ ቅዱሳት ኩን እዩ ዝብለና ሕጂ ቅዱስ ክትኮን ትኾንካ ግን ሓደ ክራይተር የድልየካ ኣብ ክርስቶስ ኣለካ ዲካ ምክንያቱ ቅዱስና ብስራሕ ኣይኮነን ቅዱስናና ባዕሉ ጎይታናን መድሓናን ኢየሱስ ክርስቶስ እዩ ኣብ ቀዳማይ ቆሮንጦስ ክነቦ ንኽእልና ምዕራፍ ሓደ ካብ ሰላሳ እንድሕር ራእና ንስኻትኩም ስ ብኡ መን ብክርስቶስ ዝኾነልኩም ቅድስናኹም ጥበብኩም ፅድቅኹም ምድሓንኩም ዝኾነልኩም ብኡ ማለት ብክርስቶስ የሱኹም ኣለና ስለዚ ሓወይ ሓፍተይ ብክርስቶስ እንድሕር ኣሚንካ ንሱን ስለ ሓጢኣትካ ከም ዝሞተ ንስለ ጽድቅኻ ክብል ድማ ከም ዝተንስእ ብልብኻ የሱስ መድሓኒ ምዃኑ ተኣሚንካ ብኣፍካ የሱስ ክርስቶስ ንስኻ መድሓኒ ኢኻ ንስኻ ጎይታ ኢልካ ምስ ትእመን ኦልሬዲ ክርስቶስ ቅድስናኻ ኮይኑ ኣሎ ስለዚ እቲ ሓንቲ ሪኳየርመንት ቅዱስ ህዝቢ ክትከውን ኣብ ክርስቶስ ኣለካ ዲኻ ንክርስቶስ ብሓቂስ ልብኻ ከፊትካሉ ዲኻ ንሱ ከም መድሓኒኻስ እንታይ ጌርካ ኣብ ልብኻስ ኣብ ደገ ልብኻስ ከፊትካሉ ዲኻ ልክዕ ንስኻ ኣብታ ሰዓት እቲኣ ክርስቶስ ኣብ ልብኻ ዘንገስካዮ ንስኻ ቅዱስ ህዝቢ ኢኻ። ክብሪ ንኣምላኽ ይኹን። ስለዚ እንታይ ኣለና ማለት እዩ? ኣብ ቅድሚ ኣቦ ክንቀርብ እንታይ ኣለና? ትብዓት ኣለና። ምክንያቱ ክርስቶስ እዩ ቅድስና። ኣነ ከዓ ንክርስቶስ ምስ ተቐበልኩ እንታይ ናይ ክርስቶስ ቅድስና ተማቒሉ ሃለሉያ። ስለዚ ንኣቦይ ከገልግሎ ኣብ ቀ- ኣምላኽ ንዓይ ክጥቀመለይስ ይኽእሉ ኦፍኮርስ ይኽእልን ፈረቓን ሃለሉያ። ብዙሕ ሰብ በዚ ነገር እዚ ይተሓዝ እዩ። ኣነ ደኣ እሞ ቅዱስ ዘይኮንኩ ኣነ ደኣ ከምሰ ዝኾንኩ ኖ ቅድስናና ክርስቶስ ኢየሱስ በዓል እዩ ሂዝ ኣዋር ሆሊነስ ናትካ ብስራሕ ናትካ ብፃዕርካ ኣይኮነን ክብርና ኣምላኽ ይኹን ግን ነቲ ዝተቐበልናዮ ቅድስና ኣብ መንፈስና ዘሎ ቅድስና ግን ብስጋና ክግለፅ ግን ኦፍኮርስ ናትና ስራሕ ኩሉ ሳዕ ቃል እግዚኣብሔር እምርና ክሕደስ ኣለዎ ሓሳባትና ኣምላኻዊ ዘይኮነ ሓሳብ ክመጽእ ከሎ ክንቅበሎ የብልናን። ስጋና ናብ ዘይከውን ነገር ኣምላኻዊ ዘይከብር ነገር ክዕድመና ከሎ ነው ክንብሎ ኣለና። እዚ ከዓ ኩሉ ብምንታይ ብምሕዳስ ኣእምሮ ማለት ክብርና ኣምላኽ ይኹን። ስለዚ ንስኻ እንታይ ኻ ቅዱስ ህዝቢ ኻ ንምንታይ ኻ ቅዱስ ኮንካ ስራሕ ኣምላኽካ ከተውሪ ዳስዋ እግዚኣብሔር ሰፓሬትድ ጌርካ ዝተፈለየ ህዝቢ ጌርካ ንኹብሩ ኤፌሶን ከምኡ ኢሉ ምሽ ንሕናስ ንውዳሲ ክብሩ ኢና እንታይ ገይሩ ተፈጠረና ኢሉ ኣብ ቅድሚኡስ እንታይ ክንኮን ቅዱሳት ከምኡ ድማ መንቅብ ዘይብና ማእታን ክንኮን ክብሪ ንኣምላኽ ይኹን ስለዚ ሓወይ ሓፍተይ ንስኻ እንታይ ኢኻ ቅዱስ ህዝቢ ኢኻ ኣብ ክርስቶስ ዘለኻ ቅዱስ ህዝቢ ኢኻ ንዕኻ ተፈሊኻ ንስራሕ ኣምላኽ ኢኻ ተፈሊኻ ውሉድ ዝኾንካ መዓይቲ ዝኾንካ ስራሕ ኣቦኻ ከተውሪ ወርሽብ ክትገብሮ ክብሪ ንኣምላኽ ይኹን ኣብ መወዳእታ ከንጣይልና ንስኻትኩም ጥሪት ኣምላኽ ይኹም ኢልና ክብሪ ንኣምላኽ ይኹን ንስኻትኩም እንታይ ኢልና ጥሪት ኣምላኽ ዝኾነ ህዝቢ ኢኹም ኢልና ናቱ እግዚኣብሔር ኣቦ ናቱ ዋንነት ገይርና እዩ ፕሬዝ ጋድ ንስኻ ንስኽ ናቱ ዋና ኣለና ንሕና ንስኻ ዋና ኣለካ ንስኽ ከዓ ዋና ኣለኪ ጥሪት ኣምላኽ ኢልና እንታይ ገይርና ዓዲግና እዩ ንሕናሲ ብሓላፊ ወይ ድማ ብውር ወርቂ ኮንኩም ተዓደኩም ለና ምሽ ብክቡር ደም የሱስ ክርስቶስ ተዓዲኩም ለና ስለዚ እግዚኣብሔር ኣቦ ቀደም ጥፉኣት ኮልና ፀላእቲ ኮልና ርሑቃት ኮለና ክርስቶስ የሱስ እንታይ ገይር ማለት እዩ ኣብ ክንዳና ሂብዎ ክርስቶስ የሱስ ብምሃብ ድማ ንሱ እንታይ ገይርና ማለት ናቱ ገይርና ዓዲግና ኣብቲ ናይ እንግሊሽ እንታይ ዝብሎ ተሻየጠና ይብሎ ወይ ድማ ረዲም ገበረና ይብሎ እንታይ ጌርና ተሻይጥና ኣሜን ተቀያየርና ወይ ድማ ኣብቲ ናይ እንግሊሽ እንታይ ብሎ ሳብስቲት ጌርና እዚ ከዓ ፍቁር ኣምላኽ ዕቤት ኣምላኽ ኣብ ደቂ ሰብ ዘሎ ኣባይ ኣብ እስራኤል ዘሎ ኣባኻ ኣባኽ ኣባኽ ዘለዎ ሲ ፍቅሪ ናይ ኣቦና እንታይ ጌርና ጠሪቱ ዓዲግና ወይ ድማ ተሻይጥና